ሰላም ኣምላኽ ምሳኹም ይኹን ክብራተይ ኣነ ኣምላኽ መስክን ሰላም ኣለኹ ስኹምን ሰላም ክትሉ በዓልቲ ሙሉእ ተስፋይ ምሳኹም ዘለኹ ሓፍትኹም ዓይኖም እየን ሎማዓንቲ ከዓ ከመይ ጌርና ኣዝያ ጥዕምቲ ዝኾነት መግቢ ምሳሕ ወይ ድራር ትኾነና ንሰርሒ ሒዘልኩም መፅኦ ዘለኹ ብሓደ ሓቢርና ንስራሕ ክሳብ መወዳእታ ትከታተሉ ንኸኣኒ ብክብሪ ዕድመኩም ብኣርብሩኻቲ ሕጂ ብሓደ ሓቢርና ንጀምር ኣብዚ ክልተ ናይ ጎኒ ስጋ እዚ መልሓጭ ማለት እዩ ኣዳልየ ኣለኹ ዓፅሚ ደይብሉ ንዑ ከዓ ፅቡቅ ገይረ ሓፂበ ኣንቂፀ ማለት እዩ ከምዚ ትርእኒ ዘለኹም ብሶፍቲ ፅቡቅ ገይረ እንቂፀዮ ሕጂ ንዕኡ ርቐቕ ድበለ ጌርና ንጎኒ ክንመትሮ ኢና ማለት እዩ ከምዚ ትርእዩኒ ዘለኹም ተደሊኹም ከዓኒ ከምዚ ፍሪ ፍሪ ዝበለ ድቐቕ ድበለ ጌርኩም ክትመትዎ ትኽእሉ ኢኹም ንዓኹም ከም ዝጠዓመኩም ማለት እዩ ሕጂ እምበኣር ብሩኻተይ ከምዚ ትርእዩኒ ዘለኹም ንኩልኹም ገይረ ክመት ሕጂ ከምዚ ትርእዩኒ ዘለኹም ንዕኡ ከምኡ ገይረ ጽቡ ገይረ መቲረ ምስ ወዳእኹ ማለት እዩ ኣብዚ ኣርባዕተ ድንሽ ኣዳሊ ኣለኹ ማለት እዩ ንዑ ከዓ ልክዕ ከምቲ ናይቲ ስጋ ንጎኒ እየ ክሞትሮ ረቂቕ ማለት እዩ ደቂ ረቂቕ ገይረ ክሞትሮ እየ ሶሪ ሕጂ ነቲ ድንሸይ ከዓኒ ከምኡ ጽቡቅ ገይረ ኣርቅቅ ኣቢሎ ማለት እዩ መቲረዮ ሕጂ ከምዚ ትርእኑ ዘለኹም እታ ድንሽ ምስ ወዳእኻ ኣብዚኣ ከዓ ሓንቲ ሽጉርቲ ማለት እዩ ሳው ንቁመት ርቕቕ ዝበለ ገይረ መትራ ኣለኹ ከምኡውን ሰለስተ ካሮት ማለት እዩ እሱ ከዓነ ንክቢ ልክዕ ከምቲ ናይቲ ድንሽ ርቕቕ ዝበለ ጌርና ንመትሮ ማለት እዩ ኩሉ ሓደ ዓይነት ጌርና ኢና ንመትሮ ሕጂ ንዑ ከኣኒ ሓቢርና ንምተሩ ብሩኻተይ እንተ ፈቴኹምዎ እዛ ቪድዮ ከኣኒ ሸር ላይክ ሳብስክራይብ ኮመንቲ ኣይተውሕዱ ለኣኹም ተፈቲኹምዋ ብፍላይ ሸር ግበርዋ ናብ መሓዙትኩም ክሰርሕዎ ኣወዳትኩን ኣዋልድ ማለት እዩ ኩልኹም እምበኣር ሕጂ ከዓ ነቲ ካሮተይ ከምዚ ገይረ መቲረ ምስ ወዳእኹ ማለት እዩ ኣብዚ ክልተ እንቃቆሖ ኣዳልየ ኣለኹ ንዐአን ከዓኒ ፅቡቅ ገይረ ህርም ከብለን እየ ንእሽተይ ማለት እዩ ከምኡ እውን ሚእቲ ሚሊ ሊትር ፀባ ማለት እዩ ኣዳልየ ኣለኹ ነቲ ፀባ ከዓኒ ምስኡ ምስ ትንቋቑሖ ፅቡቅ ገይረ ክሃርሞ እየ ማለት እዩ ሕጂ እቲ ፀባይ ከምዚ ገይረ ፅቡቅ ገይረ ሃሪመ ምስ ወዳእኹ ፃዕዳ ሽጉርቲ ሓንቲ ንእሽቶ ማንካ ማለት እዩ ሓንቲ ንእሽቶ ማንካ ከዓኒ ጨው ሓንቲ ንእሽቶ ማንካ ፀሊም በርበረ ከምኡውን ሓንቲ ንእሽቶ ማንካ ቬጋታ እዚ ናይ ቬጅቴብል ቀመማት ምሻሎ ከምኡ ማለት እዩ ንዑ ኩሉ ምስ ገበርኩ ማለት እዩ ደጊመ ፅቡቅ ገይረ ክሃርሞ እየ ማለት እዩ ክሳብ ዝወሃሃደለይ ትቐመም ከም ዝትርእዩኒ ዘለኹም ፅቡቅ ገይረ ይወሃህድ ኣለኹ ማለት እዩ ሕጂ ከምኡ ገይረ ምስ ወዳእኹ ንዕኡ ኣብዚ ከዓ ነቲ ዝመተርክዎ ስጋ ማለት እዩ ኣብ ከምዚ ዕሙቕ ዝበለ ገይረ ጸሊም በርበረን ጨውን ገይረ ማለት እዩ ጽቡቅ ገይረ ልኽይ ከብሎ እየ ከምዚ ትርእዩኒ ዘለኹም ማለት ተደሊኹም ጓንቲ ክትጥቀሙ ትኽእሉ ኹም ኣነ ግን ከምዚ ብኢደይ ድሰልጠኒ ማለት እዩ ሕጂ ንሎማዓንቲ ኸኒ ከምዚ ዓይነት ዕሙቕ ዝበለ ኣዳልየ ኣለኹ ማለት እዩ ሕጂ ንዕኡ ከዓ ዘይቲ ፅቡቅ ገይረ ለኽየዮ ድሓር ፅቡቅ ገይረ ዘይቲ ምስ ለኸኽዎ ሽጉርቲ ማለት እዩ ታዝመትርኳ ሽጉርቲ ኣብኡ ነስኒሰዮ ማለት እዩ ብላዕሊ ካሮት ነቲ ዝመተርናዮ ማለት እዩ ከምዚ ትርእዩኒ ዘለኹም ብላዕሊ ፅቡቅ ጌርና ንገብሮ ማለት እዩ እንታይ ንሰርዖ ድዩ ዝበሃል ትግርና ከዓ እንከለኹም መሃሮና እምበር እንታይ ደኣ ሕጂ ከዓኒ መሊሰ ደቲ ድንሽ ማለት እዩ ብላዕሊ ፅቡቅ ጌረ ስርዕ ከብለ ከም ትርእዩኒ ዘለኹም ጽቡቅ ጌርና ኩሉ ማለት እዩ ሽጉርትና ካሮትና ድንሽና ማለት እዩ ከምዚ ጌርና ኣብ ርእሲ ብርእሲ ጽቡቅ ጌርና ስርዕ ነብሎ ማለት እዩ ከምኡውን ትድንሸይ ከምዚ ገይረ ምስ ወዳእኹ ማለት እዩ ከምዛ ትርእዩኒ ዘለኹም ነቲ ዝሞተርክዎ ስጋ ናይ ደርሆ ከዓ ልክዕ ከምቲ ናይ ትድንሽ ከምኡ ገይረ ከዓ ብላዕሊ ክገብሩ እየ ማለት እዩ ከምዛ ትርእዩኒ ዘለኹም እቲ ስጋ ምርቀቑ ከዓኒ ከምዚ ዓይነት ኮይኑ ማለት እዩ ከምዚ ዝተዘልዘለ ስጋ ዓይነት ኮይኑ ኣዝዩ ፅቡቕን ጥዑምን እዩ ድኾነልካ ፈትንዋ እኹም ብሩኻተይ ተፈቲኹማ ከኣ ቦታ ኮመንቲ ጽብቅቲ ኔራ ኢልኩም ምጽሓፍ ኣይትሕመቁ እኹም። ከምዛ ትርእዩኒ ዘለኹም ኩለንተን ስጋ ደርሆ ክሳብ ዝውድኣ ከም ሃገር ጸብቕቲ ገረ ሰሪዐየን ኣለኹ ማለት እዩ። ሕጂ ነቲ ስጋይ ከምኡ ገይረ ምስ ወዳእኹ ነቲ ዝሃረምኩ ጽቡቅ ገይረ ሃሪ መዳልዮ ዝጸናሕኹ እንቋቑሖን ጸባን ማለት እዩ ብላዕሊ ከም ዝትርእዩኒ ዘለኹም ጽቡቅ ገይረ ኣፍስስ ኣቢልዮ ኣለኹ ብላዕሊ ማለት እዩ ንዕኡ ከምኡ ገይረ ምስ ወዳእኹ መሸፈኒ ገይረ ሸፊኖ ማለት እዩ ብታሕቲ ወረቐት ከምኡ ብላዕሊ ከዓኒ እዚ ከምዚ ዓይነት ገይረ ማለት እዩ ሸፊነ ከእትዎ የብኦፍን ማለት እዩ ብሚእትን ሰማንያን ንዒስራ ደቂቕ ዝኣክል ከምዚ ጸኒሑ ጽዕዱ ክሳብ ዝብል ማለት እዩ ሕጂ ደጊመ ከዓ ብላዕሊ ችዝ ነስኒሰ ማለት እዩ ከም ትርእዩን ዘለኹም ዘለኩም ዓይነት ችዝ ክትጥቀሙ ትኽእሉ ኢኹም ንስኹም ደሓር ነቲ ችዝ ምስ ገበርኩ ብልዕሊኡ ከዓኒ ከምዚ ዓይነት ደቀቕቲ ኮሚደረ ዘሎ እየ ተጠቒመ ኣነ ከምዚ ኣዝዩ ጥዑም እዩ ዋላ ንዲኮር ከዓ ፅቡቅ ዓይነት ይገብረልካ ማለት እዩ ከምዚ ትሪኡኒ ዘለኹም ኣብ ክልተ ጭርጭር ጃቢለ ነቲ ኮሚደረ ብላዕሊ ገይረዮ ከምኡውን እዚ ያሬታ ስሙ ይፈለጥኩም ብትግርኛ ክፅሑፈልኩም እየ ኡድሓኒ ብመልክዕ ፅፈት ገድፈልክን እየ ከምስ ትርእዩኒ ዘለኹም ደጊመ ሕጂ ኣይሽፍኖን እየ ብሚእትን ሰማንያን መሊሰ ንዕስራ ደቂቕ ዝኸውን ወይ ንዓሰርተ ደቂቕ እንዳረኣኹም ማለት እዩ ከምዚኣ ዓይነት ክሳብ ትኸውን ተብስልዋ ሕጂ ከምዛ ትርእይዋ ዘለኹም ኣዝያ ጽብቕትን ጥዕምትን እያ ኮይናትለይ ንዓይ ፈትንዋ እኹም ብሩኻተይ ከምቲ ዝበልክኹም ንቐደም ንቀደም ኣይረሳዓኹ ብሓደ ንብልዓያ ክሳብ መወዳእታቶ ምስ ተኸታተልኩም ማለት እዩ ከምዛ ዝሪእዋ ዘለኹም ክፅቡቕ መዓት ኮይና ዋላ ጨና ዋላ ጣዕማ ማለት እዩ ብሩኻተይ ሕጂ ተደለኹም ብጎኒ ሳላጣ ገለ ክትገብሩ ትኽእሉ ኢኹም ኣነ ግን ኣይደለኹን ማለት እዩ ኖርማል ድንሽ እዚ ከምዚ እንታይ ዝበሃል ችፕስ ነገር ነርኒ ብጎኒ ገይረሉ ማለት እዩ ብሩኻተይ ክሳብ መወዳእታ ስለ ተኸታተልኩምኒ ካብ ልበየ ዘመስግነኩም ኣብ ቀጻሊ ብኻልእ ትሕዝቶ ክሳብ ዝምለሰኩም ሰሰናዩ ሸር ኣይንረስዕና ብሩኻተይ።